ኣነ እውን የቐንየለይ ክብል ይፈቱ ዘልዓልኩሞም ሕቶታት ቅድም ኢሉ ምስ ንድሕሪት ምልስ ኢልናስ ምምስራት ግዜያዊ ምሕዳር ጀሚሩ ዝነበረ ከይዲ ዝገልፅ ሕቶታት እዩ ኣነ ብኡ ንስቶም ቅረ ሕቶታት ንሳቶም ምቕራቦም ፅቡቕ እዩ ዝብል ርእቶ ኣለኒ ምክንያቱ እቲ ሕዚ በፂሕናዮ ዘለና ደረጃ ንክንበፅሕ ዝተሓላለኸ ፖለቲካዊ ቃልሲ ዘካየድናሉ ምዕራፍ እዩ። ከመይ ኢልና መፂእናዮ ኢልካ ነቲ መድረኽ ምርኣዩ ነቲ ሕዚ እነካይዶ ቃልሲ እውን ክጠቕመና ስለዝኽእል ብዓይኒ ምርኣዩ ፅቡቕ እዩ። ከም ሓደ ምዕራፍ ድሕሪ ካብ ፅባሕ ፕሪቶርያ ስምምዕነት ጀሚሩ ክሳዕ ሕዚ ዘሎ ኩነታት ክንሪኦ ከለና ሓደ ሓደ ናይ ቃልሲ ምዕራፍ ጌርካ ክውሰድ ዝከኣል እዩ። ሰላማዊ ፖለቲካዊ ቃልሲ ዘካየድናሉ ምዕራፍ ማለት እዩ። ኣብዚ ሰላማዊ ፖለቲካዊ ቃልሲ እናካየድናሉ ዝጸናሕና ምዕራፍ ሰለስተ ዓመትን ሸሞንተ ወርሕን ከባቢ ኮይኑ ኣሎ። ኣብዚ ግዜ እዚ ብዙሓት ውጻእ ወረዳት ኢና ሓሊፍና። ድሕሪ ስምምዕ ፕሪቶርያ በቲ ስምምዕ መሰረት ግዝያዊ ምምሕዳር ትግራይ ክጣየሽ ነይርዎ። ናይ ግዝያዊ ምምሕዳር ትግራይ ከመይ ኢሉ ተጣይሹ ኢልና ክንርኢ እንተኾይንና ንግዝያዊ ምምሕዳር ትግራይ ንምጥያሽ ምኽንያት ዝኾነ እቲ ስምምዕ ፕሪቶርያ እዩ። ስምምዕ ፕሪቶርያ ብግልፂ ዘቐምጦ ነገር ኣሎ። ኣብ ትግራይ ግዝያዊ ምምሕዳር ንምምስራት ኣብ መንጎ እቶም ንስምምዕ ፕሪቶርያ ዝተፈራረሙ ኣካላት ማለት ህወሓትን ኢትዮጵያ መንግስትን ክልቲኦም ብዝተሰማምዕሉ ግዝያዊ ምምሕዳር ትግራይ ይቐውም እዩ ዝብል። ናብዚ ግዝያዊ ምምሕዳር ትግራይ ክንኣቱ ዝገበረና እቲ ኣብ ፕሪቶርያ ስምምዕነት ተበፅሐ ስምምዕ እዩ። ግዝያዊ ምምሕዳር ትግራይ ውላድ ናይቲ ስምምዕ ፕሪቶርያ እዩ። ስምምዕ ፕሪቶርያ ያው ብዙሕ ግዜ ብዛዕብኡ ከም ውድብ እውን ብዙሕ ተዛሪብናሉ ኢና። ከም ስምምዕ ኣውንታዊ ዝኾኑ ነገራት ኣለውዎ። ንቲ መኸተናን ንህዝቢ ትግራይን ዝጎድኡ ነገራት እውን ዝሓዘ እዩ። ኩላትና ከም ንፈልጦ እዚ ስምምዕ ፕሪቶርያ ኣብ ክልተ ሽሕን ዓሰርተ ሓሙሽተን ጥቅምቲ ዕስራን ኣርባዕተን ክፍረም እንተሎ ብጣዕሚ ከቢድ ዝኾነ ኹናት ዝካየደሉ ግዜ እዩ ነይሩ። መንግስቲ ኢትዮጵያ ኩሉ ዓቕሙ ሙሉእ ብሙሉእ ናብ ትግራይ ኣሸሊፉ ከምኡ ውን በቲ ኻሊእ ገፅ ናይ ኤርትራ ናይ ሻዕብያ ሰራዊት ካብ ኩሎም ዓቕምታት ናይ ኢትዮጵያ ተጠቒሙ ስለ ዝነበረ መንግስቲ ኢትዮጵያ ፍሉይ ሓይሊ ኩሎም ዓይነት ኣብ ልዕሌና ክዓርፉ ዝኽእሉ ነገራት ብሙሉኦም ኣብ ልዕሌና ዓሪፎም እዮም ፋኖ ኩሎም ስለዚ ኣብቲ እዋን ንሱ ህዝቢ ትግራይ ናይ ህልውና ጉዳይ ስለዝኾነ ክሳብ መወዳእታ ተኻታኺቱ እዩ። መንግስቲ ብልፅግና እውን ብተመሳሳሊ ንኸጥፈእና ዘለዎ ዓቕሚ ብሙሉእ ናይ ቐረባን ናይ ርሑቕን ደገፋት ብሙሉእ ተጠቒሙ ናይ መወዳእታ ርብርብ ዝገበረሉ እዩ ነይሩ። ይኹን እምበር በቲ ዝደለዮ መንገዲ ከጥፈእና ኣይከኣለን። ስለዚ ቀደሙ ህዝቢ ትግራይ ብሰላማዊ መንገዲ እቲ ጉዳይ ንክፍታሕ እውን ደጋጊሙ ፃውዒት ዝገብረሉ ዝነበረ ግዜ እዩ ነይሩ። ስለዚ ዝተፈላለዩ ኣካላት ኢዶም ኣእትዮም እቲ ጉዳይ ብዘተ ብዝርርብ ንክውዳእ ተኹሲ ጠጠው ንክብል ብዘቕረብዎ ሕቶ መሰረት ንሕና ቀደሙ እውን ንደልዮ ነገር ስለዝነበረ ኣብ ስምምዕ እቲ ኣብ ፕሪቶርያ እቲ ስምምዕ ተኻይዱ እዩ። ስምምዕ ፕሪቶርያ ውፅኢት ቃልሲ ህዝቢ ትግራይ እዩ፣ ፍረ መስዋእትነትና እዩ ኢልና ኢና ንወስዶ። ሳላ ኣይምብርከኽን ኢሉ ስኑ ነኺሱ ክሳዕ መወዳእታ ህዝቢ ትግራይ ዝተቓለሰን ክቡር መስዋእቲ ዝኸፈለን እዩ። ኣብ ዓለም ኣደባባይ ዝፍለጥ ስምምዕ ፕሪቶርያ ክፍረም ዝተኻእለ። በቲ ካሊእ ገፅ ድማ ኣብዚ ከባቢ ዝነበረ ብጣዕሚ ከቢድ ኲናት ደው ንክብል ድልየት ዝነበሮም ዝተፈላለዩ ዓድታት ዓለም ማሕበረሰብ ስለ ዝነበሩ እሳቶም ብዝገበርዎ ፃዕሪ ናብቲ ናይ ስምምዕ ፕሪቶርያ በፂሕና ኢና። ስምምዕ ፕሪቶርያ ክፍረም እንተሎ ስምምዕ ተኾይኑስ እንካን ሃባን እዩ። ትህቦ ነገር እውን ይህልወካ ትቕበሎ ነገር እውን ይህልወካ እዩ። ኣብዚ ናይ ስምምዕ ፕሪቶርያ ዝበለፀ ነቲ ንስኻ ዝቖምካሉ ዕላማ ኣብ ዝኾነ ስምምዕ ንትስኻ ዝቖምካሉ ዕላማ ንምፍፃም ኢኻ ብዝለዓለ ደረጃ ክትረባረብን ክትቃለስን ዝግባእ። ካብ ትግራይ ዝኸዱ ልኡኻት እዚ ዕላማ እዚ ተሸኪሞም ክኸዱ እዩ ተገይሩ። እቲ ዝተውሃቦም ልኡኽ ተኹሲ ጠጠው ንክብል እዩ። ድሕሪ ተኹሲ ጠጠው ምባል በብደረጅኡ ዝኽየድ ኣሎ። ክሳዕ ዘላቒ ሰላም ምፍርራም ዝበፅሕ ናይ ባዕሉ ብርክታት ኣለዎ ዝኽየድ። ስለዚ እቲ ናይ ትግራይ ልኡኽ ክኸይድ እንተሎ፣ ተኹሲ ጠጠው ንክብል፣ ተፃብኦ ጠጠው ንክብል፣ ተኹሲ ጠጠው ኢሉ ድሕሪኡ ናብ ዝርርብን ብዘላቕነት ድማ ናይ ሰላም ስምምዕ ናብ ምፍርራም ዝብፀሐሉ ኩነታት ንክብፃሕ እዩ ነይሩ እቲ ዝተላእኽሉ ማለት እዩ። ይኹን እምበር ኣብ ስምምዕ ፕሪቶርያ ዝኾነ ነገር እንተሪእና ኮይንና ካፍቲ ኣብ ትግራይ ዝነበረ ሓይሊ ዝመርሕ ዝነበረ ኣካል ግምት ወፃኢ፣ ዓበይቲ ጉዳያት ተወሲኖም መፅዮም። ካፍቶም ዝተወሰኑ ውሳነታት ሓደ ህዝቢ ትግራይ ዘቖሞ ብዝኾነ ይኹን መንገዲ ባዕለይ ንባዕለይ ናይ ምምሕዳር መሰለይ ክንጠቕ የብለይን ዝኸልእኒ የብሉን ኢሉ ብሓውሲ ሪፈረንደም ልዕሊ ከባቢ ክልተ ነጥቢ ሸሞንተ ሚልዮን ህዝቢ ዘድመፀሉ መንግስቲ ነይሩና እዩ። እዚ ከምዙይ ዝመሰለ ብልዕሊ ክልተ ነጥቢ ሸሞንተ ሚልዮን ህዝቢ ኣድሚጹ ዘቖሞ መንግስቲ ፈሪሱ ግዝያዊ ምምሕዳር ክቐውም እዩ ኣብቲ ስምምዕ ፕሪቶርያ ተጻሒፉ። ካልኦት እውን ኣለዉ ብጣዕሚ ዘሰንብዱ ካብ ናይ ማንም ግምት ወጻእ ዝነበሩ ማለት እዩ። ንኣብነት ሰራዊትና ኣብ ወርሒ ዘይመልእ ግዜ ዳርጋ ዕጥቁ ከራግፍ ከም ሰራዊት ክፈርስ ዝገብር ስምምዕነት ዝተኻየደሉ ኩነታት ነይሩ። ካልኦት ብኣወንታ ክረኣዩ ዝኽእሉ ድማ ኣለዉ። ብኣውርኡ እቲ ተኹሲ ጠጠው ምባል እዩ። ካብኡ ሓሊፉ ናይ ሰብኣዊ ሓገዛት ክምኣቱ ናብ ንቡር ተመሊሱ ከም ትግራይ ክረኽቦ ዝግባእ ግልጋሎታት ናይ ባንኪ፣ ናይ ቴሌፎን፣ ናይ ኤሌክትሪክን ካልኦትን ክረክብ ከምኦም ዝመሰሉ ስምምዓት እውን ኣብኡ ኣብቲ ስምምዕ ፕሪቶርያ ኣሎ። ዝኾነ ኮይኑ እቶም ናብቲ ናይ ስምምዕ ፕሪቶርያ ዝተላእኹ ኣብ ከይዲ እቲ ስምምዕ ህዝቢ ትግራይ ክረኽቦ ዝግባእ ዝለዓለ ረብሓ ንምርካብ ክሳብ ክንደየናይ እዮም ተኸራኺሮም? ክሳብ ክንደየናይ እዮም ቃልሲ ገይሮም? ግድን ዶ ነይሩ እዞም ከምዚኦም ዝመሰሉ ናይ ህዝቢ ትግራይ መኸተ ንድሕሪት ክመልሱ ዝኽእሉ ነገራት ክፍረሙ ግድን ዶ ነይሮም ዝብል ምፅናዕ ዘድልዮ ነገር ኣሎ። በቲ ሓደ ገፅ ብርግፅ ተኹሲ ጠጠው ክብል ነይርዎ። ተኹሲ ጠጠው ንምባል ስምምዕነት ምብፅሑ ምንም ዘናስሕ ነገር የብሉን፣ ጠጠው ክብል ስለዝነበሮ ማለት እዩ። ይኹን እምበር ካብኡ ንላዕሊ ህዝቢ ትግራይ ክርባሕ ዶ ምኸኣለ ኢልካ ክትርኢ ከለኻ ግን ዕፅወ ይኸውን። ካብኡ ንላዕሊ ንህዝቢ ትግራይ ክረብሑ ዝኽእሉ ስምምዓት ክግበር ምተኻእለ ነይሩ። ገለ ገሊኦም ንህዝቢ ትግራይ ዝጎድኡ ነገራት እውን ከይፍረሙ ወይ ከዓ ኣብቲ ስምምዕ ከይኣትዉ እውን ክግበር ምተኻእለ ነይሩ። ዝኾነ ኾይኑ ተፈሪሙ ምስ መፀ ኣማራፂ የለን። ብዙሕ ተዛራሪብናሉ ኢና፣ ብዙሕ ተማይጥናሉ ኢና፣ ንህዝቢ ትግራይ ዝጎድእ ብዙሕ ነገር ከም ዘለዎ ሪእና ኢና፣ ግን ድማ ተኹሲ ጠጠው ኢሉ ኣሎ፣ እቶም ንህዝቢ ትግራይ ዝጎድኡ ነገራት ኣብኡ ኣትዮም ዘለው ብቓልሲ ምምዕራይ ይከኣል እዩ፣ ኣብ ባዕሉ ኣብቲ ሰነድ እዚ ስምምዕ እዚ ክመሓየሽ ይኽእል እዩ፣ ኣመንድድ ክኾን ይኽእል እዩ ዝብል ዓንቀፅ ኣለዎ እዩ። ስለዚ እንተ ጠንኪርና ኮይና እቲ ሕዚ ፈሪምናዮ ዘለና ንህዝቢ ትግራይ ዝጎድእ ነገር ምቕያር እውን ዝከኣለሉ ኩነታት ክህሉ ይኽእል እዩ። ሰላም ይረኸብ ሰላም ጌርና ብሰላማዊ ፖለቲካዊ ቃልሲ ጌርና ዝምላእ ነገር ክንምልእ ኢና ብዝብል እዩ ከም መቃለሲ ሰነድ ንውሰዶ ኢልና ንምትግባሩ ተንቀሳቒስና ማለት እዩ። ስለዚ ስምምዕ ፕሪቶርያ ንምትግባር ክንንቀሳቐስ እንተለና ግዝያዊ ምምሕዳር ትግራይ ክምስረት ነይርዎ ማለት እዩ። ግዝያዊ ምሕዳር ትግራይ ክምስረት እንተሎ ያው ሰለስተ ዓመት ልዕሊ ሰለስተ ዓመትን ፈረቓን ካብኡ ንላዕሊ ሰለስተ ዓመትን ሸሞንተ ወርሕን ኢና ጌርና ኣለና ኢለኩም ኣለኹ ካብ ስምምዕ ፕሪቶርያ ኣብዚ ከይዲ እዚ ዝመፃእናዮ ውፃእ ውረድ ካብ ምጅማሮ ትሒዙ እዩ እቲ ነገር ክረአ ዘለዎ። ግዝያዊ ምምሕዳር ክምስረት እንተሎ እዚ ግዝያዊ ምምሕዳር እዚ ኣብ ከም ተጋሩ ከም ናይ መኸተ ዓቕሚ ኣብ ጠንካራ ዝኾነ ቅዋም ኮይንና ክንገብሮ ዝግበእና ነገራት ተዳራዲርና መንግስቲ ኢትዮጵያ ክገብሮ ዘለዎ እውን ከምዚ ከምዚ ኢና ንደሊ ንሕና ከምዚ እዩ ክኸውን ዘለዎ ኢልና ክንገብሮ ዘለና ቃልሲ ኣብ ክንዲ ምግባር ኣብቲ ምምስራት ግዝያዊ ምምሕዳር ትግራይ ጀሚሩ ኣብ ውሽጥና ፀገም ምፍጣር ተጀሚሩ። ካብ ውሽጥና ቅድሚ እቲ ግዝያዊ ምምሕዳር ትግራይ ምምስራቱ ዝተወሰነ ግዜ ምስ ፈደራል መንግስቲ ንክራኸቡ ዝኸዱ ልኡኻት ካባና ይኸዱ ነይሮም። ምስ ዝተፈላለዩ ምይይጣት ዝኸድሉ ኩነታት ነይሩ። ሓድሓደ ምልክታት ምርኣይ ጀሚርና ሽዑ። ግዝያዊ ምምሕዳር ትግራይ ክንምስርት ከለና መበገሲና ክኾን ዝግብኦ ናይ ህዝቢ ትግራይ ረብሓ እዩ። ከመይ ዓይነት ግዝያዊ ምምሕዳር ትግራይ ይሃልወና ዝብል ንሕና ኣትሊስት ከም ተጋሩ ኣብ ትግራይስ እንታይ ዓይነት ግዝያዊ ምምሕዳር ትግራይ ትሃልዎ እዩ ንህዝቢ ትግራይ ክጠቕሞ ዝኽእል ኢልና ክንምዝምዞ ክንዲ ዝኸኣልና ክንምዝምዝ ኢና ክንሰርሕ ዘለና ማለት እዩ። ብቕንዕና ንህዝቢ ትግራይ ማእኸል ጌርካ ክረእ እንተድኣ ተኻኢሉ ማለት እዩ። እንታይ ግን ምዕዛብ ጀሚርና ሽዑ፣ ግዝያዊ ምምሕዳር ትግራይ ክምስረት እንተሎ ኣብይ እኮ ሓድሽ ገፅ እዩ ዝደሊ ዘሎ። ግዝያዊ ምምሕዳር ክምስረት እንተሎ ሓድሓደ ነገር ኣብ ግምት ክነእትዎም ዘለና ነገር ኣሎ እዩ ምባል ተጀሚሩ። እዚ ቅንዕና ዘየለ ምዃኑ ገለ ነገር ከም ዘለዎ ብድሕሪት ምልክታት ምርኣይ ጀሚርና። ኣብይ ሓድሽ ገፅ ድዩ ዝደሊ ነባር ገፅ ድዩ ዝደሊ ዋላ ካሊእ ነገር እዩ ዝደሊ እሱ ናይ ኣብይ ጉዳይ እዩ ናይ ትግራይ ጉዳይ ኣይኮነን። ንሕና ክንሓስብ ዘለና ኣብ ትግራይ ክህሉ ዝግበኦ ግዝያዊ ምሕዳር ጠንካራ ኮይኑ ኣብ ክሊ ግዝያዊ ምሕዳር ትግራይ ኮይኑ ህዝቢ ትግራይ ክረኽቦ ዝግባእ ረብሓ ክረክብ እንታይ ተገበርና ይሓይሽ እዩ ክኸውን ዝግበኦ ነይሩ ግን ገና ብገንኡ ሓደ ናይ ስልጣን ድልየታት ካልኣይ ተለኣኣኺ ናይ ምዃን ድልየት ናይ ኣብይ ክትፍፅም ናይ ምድላይ ዝንባለታት ምርኣይ ዝረኣና ዝጀመርናሉ ግዜ ነይሩ። ዝኾነ ኾይኑ ቃልሲ እናተኻየደ ኣብ ትግራይ እንታይ ዓይነት ግዝያዊ ምምሕዳር ይሃሉ ዝብል ተጋሩ ዝተሰማማዕናሉ ኮንፈረንስ ዓይነት ተኻይዱ ካብ ማሕበራት፣ ካብ ሰራዊት፣ ካብ ፖለቲካ ውድባት ዝተሳተፍሉ እንታይ እዩ ድልየት ናይ ኣብ ግዝያዊ ምሕዳር እንታይ ኢና ክንሰርሕ ዘለና? እቲ ግዝያዊ ምሕዳር ትግራይ ዝበሃል እንታይ እንታይ ዕማማት ይሃልዎ? ኮምፖዚሽን ናይቲ ግዝያዊ ምሕዳር ትግራይ ኣብኡ ክኣትዉ ዝግበኦም እውን ሓቋፊ ክኸውን ምእንታን ከመይ ዝበሉ ሓይልታት እንተኣተወ ይሓይሽ? ህወሓት ዋላ እኳ ፈራሚ ናይ ስምምዕ ፕሪቶርያ እንተኾነ ቅድሚኡ እውን ብህዝቢ ዝተመረፀ ፓርቲ ዋላ እኳ እንተኾነ ሓቋፊ ክኸውን ስለዝግባእ እቲ ግዝያዊ ምሕዳር ትግራይ ክቐውም እንተሎ ሙሉእ ንሙሉእ ትግራይ ሕወሓት ተዘይሓዝክዎ ኣይኮነን ክብል ዘለዎ። ብውሕድ ሓምሳ ክድመሩ ሓደ እንድሕር ድምፂ ዘለዎ ኮይኑ ሕወሓት ዝተረፈ ካልኦት ዝተፈላለዩ ሓይልታት ናይ መኸተ ተሓዝዎ ንህዝቢ ትግራይ እውን ፅቡቕ እዩ ዝብል ምርድዳኣት ተገይሩ ስምምዓት ተገይሩ ናብቲ ግዝያዊ ምሕዳር ንምምስራት ከመይ ይኹን ናብ ዝብል ኣቲና ማለት እዩ። ፈደራል መንግስቲ ከመይ ዝበለ መንግስቲ ትገብሩ ከም ዘለኹም ጥራሕ ምሳይ ተዛረቡና፣ ኣነ ክሳተፍን ኣባል ናይቲ ግዝያዊ ምሕዳር ክኸውንን ድልየት የብለይን ኢሉ እና ፅቡቕ ኢልና። ኣባል ናይቲ ግዝያዊ ምሕዳር ትግራይ ኣይከውንን ኢሉ ፅቡቕ ግን ሓቢርና ክንሰርሕ እቲ ዝህሉ ናይ ግዝያዊ ምሕዳር ትግራይ እውን ተረዳዲእና ክንምስርቶ ዝብል ዓይነት ነይሩ ብኡ ኢና ምስ ፌደራል መንግስቲ ወዲእና ማለት እዩ። በዚ መንገዲ እዚ እቲ ግዝያዊ ምምሕዳር ንክምስረት ምንቅስቓሳት እንዳተኻየደ እንዳሃለወ ዓብዪ ወፍርታት ይካየድ ነይሩ። ግዝያዊ ምምሕዳር ትግራይ ንክምስረት ንሕና ውሽጥና ነዳሉ ኢና ንብል ነይርና። ከም ተጋሩ ተሰማማዕናሉ ዓይነት ክኸውን ዝዓንቶ ዝበልኩ ከምዚ ሕዚ ዝገልፀልኩም ዝፀናሕኹ ናይ ኮንፈረንሳት ምክያድ፣ ስምምዕነት ምብፃሕ፣ እንታይ ዓይነት ኮምፖዚን ይሃሉ ምባል፣ ኣብዚስ ግዝያዊ ምምሕዳር ክሳተፉ ዝኽእሉ ዝተፈላለዩ ኣካላት እውን ምርካብ፣ ተሳተፍቲ ንክኾኑ እዚ ከምዚ ዝመሰለ ስራሕ ናይ ውሽጥና እንዳሰራሕና እንታይ ዝብል ወረ ይንዛሕ ኣብ ስልጣን ዘለዉ ኣካላት ስልጣን ክገድፉ ስለዘይደለዩ ግዝያዊ ምምሕዳር ትግራይ ቀልጢፉ ክምስረት ኣይከኣለን። ግዝያዊ ምምሕዳር ትግራይ ቀልጢፉ ክምስረት ስለዘይከኣለ ድማ ኢትዮጵያ መንግስቲ በጀት ክምድበልና ገንዘብ ክበና ፍቓደኛ ኮይኑ እንዳሃለወ በጀት ክምደብ ኣይከኣለን። መንግስቲ ሰራሕተኛ ብሰንኪ እዞም ስልጣን ክለቁ ዘይደልዩ ኣካላት ደሞዝካ ክትረክብ ኣይከኣልካን ዝብል ምልዕዓል ተጀሚሩ። ሽዑ ኣትሒዙ እዩ እቲ ጥዕና ዘይምህላው ተጀሚሩ ማለት እዩ። ብዝኾነ ብስምምዕ ፕሪቶርያ መሰረት ግዝያዊ ምምሕዳር ትግራይ ክቐውም ዘለዎ ንቐደም ህወሓት፣ ሽብርተኛ እዩ ዝብል ኣኸ እዚ ተረሪስት ውድብ እዩ ዝብል ብቤት ምኽሪ ክለዓል ነይርዎ ከምኡ እዩ ዝብል እቲ ስምምዕ ፕሪቶርያ ንሱ ምስ ተላዕለ ሰሙን ኣብ ዘይመልአ ግዜ ወይ ኣብ ሰሙን ግዜያዊ ምሕዳር ትግራይ ይምስረት እዩ ዝብል ስለዚ ንሕና እቲ ንሕወሓት ሽብርተኛ እዩ ዝብል ክለዓል እሞ እቲ ግዝያዊ ምምሕዳር ብንቡሩ ክምስረት እንዳ ተዳለና ኢና ኔርና ግን ጸቕጢ ዋእ ንሕና እኮ ከምዚ ዝመሰለ ብቤት ምኽሪ ክለዓል ኢና ንጽበ ዘለና ዝብል ነገር ነልዕል ኣይ ቅድሚ ሽብርተኛ ዝብል ነገር ምልዓሉ ንቀደም ግዝያዊ ምምሕዳር ትግራይ መስርቱ ይበሃል ጽቡቕ ከምኡ እንተኾይኑ እውን ምምስራት ንኽእል ኢና ተባሂሉ ከም ውድብ ነቲ ሓምሳ ክድመሩ ሓደ ዝብል ብጽሒቱ መነመን ይኹን ኢሉ ክውክል ናይ ማእኸላይ ኮሚቴ ኣኼባ ይግበር። ካልኦት ውድባትን ካልኦት ተሳተፍቲ ከም GSTS ናይ ሰራዊት እውን ነናይ ባዕሎም ኣብቲ ግዝያዊ ምሕዳር ዝምስረቱ ዝኣትዉ ውክልና ንክገብሩ ይንቀሳቐሱ ማለት እዩ። ህወሓት ኣብ ግዝያዊ ምሕዳር ትግራይ ዝኣትዉ ዝተፈላለዩ ኣካላት እታ ብፅሒቱ እታ ሓምሳ ክድመሩ ሓደ ትብል ክውክል እንተሎ ፕረዚደንትና ናይ ውድብ ኣቦ ወንበር ዶክተር ደብረፅዮን ይኹን ዝብል ዳርጋ ዩናኒመስ ክበሃል ብዝኽእል ደረጃ ብዘይካ ተወሰነ ሓደ ሰለስተ ኣርባዕተ ድምፂ ኣፈላላይ ዶክተር ደብረፅዮን ይኹን ዝብል ከም ማእኸላይ ኮሚቴ ይውስን። ይኹን እምበር እቲ ናይ ግዝያዊ ምሕዳር ትግራይ ፕረዚደንት ደብረፅዮን ክኸውን ዶክተር ደብረፅዮን ክኸውን ኣይድለን ዘሎ። ኣብ ውሽጥና እውን ምስ ኣብዪ ዝተሰማምዑ መንግስቲ ኢትዮጵያ ብኣብዪ ድማ ብዓብይኡ ማለት እዩ ዶክተር ደብረፅዮን ዝብል ማእኸላይ ኮሚቴ ወሲኑ ምስ ከደ ኣይ ንስኻ ክትከውን የብልካን ካሊእ ሰብ ክቕየረለይ ኣለዎ ዝብል ሕቶ ይለዓል ማለት እዩ። እቲ ተንኮል እቲ ኣብ ግዝያዊ ምሕዳር ምስ ተመስረተ ድሕሪኡ ሕምስምስ ዝቐፀለ ካብ ኣመሰራርትኡ ጀሚሩ ምስ ፈደራል መንግስቲ ምትእስሳር ዘለዎ ተንኮላት እውን ስለ ዝነበረ እዩ። ስለዚ ንሕና ኣማራፂ ነይሩና ን ብስምምዕ ፕሪቶርያ መሰረት ክልቲኦም ተደራደርቲ ኣካላት ብዝተሰማምዕሉ እዩ ዝብል ንስኻ በይንኻ ክትመርፅ ኣይትኽእልን ንሕና ኣብ ትግራይ ግዝያዊ ምሕዳር ትግራይ ብልፅግና ፓርቲ ኣይሳተፍን ኢልካ ኣለኻ ፅቡቕ እዩ እዙይ ከምኡ ምዃኑ ባዕልኹም ግዝያዊ ምሕዳር ትግራይ ከተቑምዎ ትኽእሉ ኢኹም ኢልካ ኢኻ። ስለዚ ፕረዚደንት ዝኸውን እከለ እየ ዝደሊ እከለ ኣይደልን ክትብለና ትኽክል ኣይኮነን። ስለዚ ንሕና ፕረዚደንትና ኢልና ናይ ግዝያዊ ምሕዳር ትግራይ ይኹን ዝበልናዮ ዶክተር ደብረፅዮን እዩ። ምስ ህወሓት ኢኻ ትደራደር ዘለኻ። ስለዚ በቲ ዝመረፅናዮ ኢና ንኸይድ። ንስኻ መራሒ ኣይትመርፀልናን። ክንብል ምኸኣልና ኔርና። ጥንካረ ተዝነብር፣ ውሽጣዊ ሓድነት ተዝነብር፣ ናይ ስልጣን ድልየታት ኣብ ውሽጢ ተዘይነብሩ ግን ከምዚ ኢልካ ንኽትከራኸር ዕድል ዝህብ ኣይነበረን እቲ ሽዑ ዝነበረ ኩነታት ማለት እዩ። ምድፋእ ነይሩ። ስልጣን ኢኹም ትደልዩ ዝብል ብየማን ብጸጋም ነቲ ብቕንዕና ዝሓቶ ሕቶ እውን ካሊእ ትርጉም እንዳተዋሃበ ኣብ ልዕሌኻ ህዝቢ ንኽዕምጽ ዓይነት እዩ ምልዕዓል ይግበር ነይሩ። ብሰንኪ እዚኦም ኢኻ ደሞዝካ ዘይትረክብ ዘለኻ መንግስቲ ሰራሕተኛ እንዳተባህለ እውን ማለት እዩ። ስለዚ ማእኸላይ ኮሚቴ እንታይ ኢሉ ወሲኑ ትኽክል ኣይኮነን። ንሕና ዝመረጽናዮ ፕረዚደንት እዩ ፕረዚደንት ዝኸውን ዘለዎ። ግን ሕዚ ኣብ መንቀርቀር ኣቲና ስለዘለና ኣብ ውሽጥና እውን ፀገማት ይረኣዩ ስለዘለዉ፣ ናይ ህዝብና ጸገም ክኣ ብጣዕሚ ከቢድ ኢዩ ዘሎ። እዚ ኣቐርቂርካ ሒዝካ እታ ንስኻ ትደልያ ነገር ናይ ምፍጻም ስራሕ ስለ ዝኾነ ዝግበር ዘሎ ድሓን እዚኣ ፕረዚደንት ንቐይር ተካይዳ ግን ትኽክል ኣይኮነን። ትኽክል ኣይኮነን ኢልና ግን ኣብኡ ደው እንተኢልና ካሊእ ጸገም ክፍጠር ስለ ዝኽእል ንቐይር ኢልና ናብ ምቕያር ኣቲና ማለት ኢዩ። ናብ ምቕያር ክእተ እንተሎ መን ይድለ ከም ዘሎ ፍሉጥ ኢዩ።

ግዝያዊ ምምሕዳር ትግራይ ፕረዚደንት ምስ ክኸውን ብማእኸላይ ኮሚቴ ብኣብዝሓ ድምፂ ብናይ ሓደ ድምፂ ኣፈላላይ እንትውሰን እንተሎ ኣብይ መጀመርያ እንታይ ኢሉ ነይሩ? መንእሰይ ዝተማህረ ማእኸላይ ኮሚቴ ኢሉ ነይሩ። ኣብዛ ረቋሒ እዚኣ የለን ጌታቸው ማለት ስራሕ ማእኸላይ ኮሚቴ ኣይኮነን ስራሕ ፈፃሚ እዩ። መንእሰይ ክበሃል ውን ምናልባሽ ምስ ካልኦትና እንትወዳደር እንተሎ ዝነኣሰ እዩ ግን ብደረጃ ንሱ ኣይኮነን ናይ ኣብይ ሕቶ ዝነበረ ማለት እዩ ካበ መናእሰይ ዝተማህሩ ማእኸላይ ኮሚቴ በቃ ብዙሕ ኽስታይ ኣይደልን ዓይነት እዩ ነይሩ ማለት እዩ ጌታቸው ረዳ ምስ ከደ ግን ዋእ ኣነኮ ማእኸላይ ኮሚቴ እየ ዝበልኩ እምበር ስራሕ ፈፃሚ እኮ ኣይበልኩን ኣይበለን ምኽንያቱ ውሽጣዊ ስምምዕ ኣሎ ትምርድዳእ። ዝኾነ ኮይኑ ኣባል ስራሕ ፈፃሚ እዩ ነይሩ ጌታቸው። ደሓን ኣብ ክሊ ውሽጢ ኮይና ብንገብሮ ቃልሲ ክንዲ ዝከኣል ናይ ህዝቢ ትግራይ ረብሓ ንምርግጋፅ ፃዕሪ ክግበር እዩ ቶሎ ኢሉ እቲ ግዝያዊ ምምሕዳር ተመስሪቱ ናብ ስርሑ ይእቶሞ እቶም ብጣዕሚ ተበራዕቲ ዝኾኑ ናይ ህዝቢ ሕቶታት ክምለሱ ብዝብል መንፈስ ናብቲ ግዝያዊ ምምሕዳር ምምስራትን ብተግባር ናብኡ ምእታውን ምንቅስቓስ እንተጀሚሩ ማለት እዩ። ስለዚ እቲ ከይዲ ናይ ግዝያዊ ምሕዳር ትግራይ ምስረታ ካብ መጀመሪኡ ተንኮልን ሽርሕን ዘለዎ ምስ ኣብይ እንዳተዛራረብካ ዝተኻየደ ካብ ሽዑ ኣትሒዙ እዩ እቲ ክድዓት ተጀሚሩ። ኣብ ከክንዲ ህዝቢ ትግራይ ካብዚ ግዝያዊ ምሕዳር እዚ እንታይ ይጥቀም? እቲ ማክሲማም ህዝቢ ትግራይ ክረኽቦ ዝግባእ ነገር ከመይ ንረክብ ኢልካ ኣብ ክንዲ ምሕሳብ ገሊኡ ካብ ናይ ስልጣን ድልየት፣ ናይ ስልጣን ድልዮ ጥራሕ ኢልካ ክውሰድ ይከኣል እዩ። ናይ ገሊኡ ግን ካብኡ ዝሓለፈ መሳርሒ ናይ ብልፅግና ስርዓት ምዃን ድልውነቱ ዘርኣየ ስለዚ ድማ በዚ ረቋሒ እዚ ተመልመለ። እንድሕር ደኣ እከለ ኣብዚ መንግስቲ እዚ ኣትዩ ግዜያዊ ምሕዳር ትግራይ ኣባል እንተኾይኑ፣ ግዜያዊ ምሕዳር ትግራይ መራሒ እንተኾይኑ ኣብ ትግራይ ዝደለናዮ ክንገብር ንኽእል ኢና ዝብል ኣብ ስርዓት ብልፅግና ምትእምማን ክሓድር ዝገብር ነገር እዩ ነይሩ። በዚ መንገዲ እዚ እዩ እቲ ግዝያዊ ምምሕዳር ትግራይ ቅንዕና ብዘይብሉ መንገዲ ካብ መጀመሪኡ ተጀሚሩ ማለት እዩ። ድሕሪ እዚ እቲ ግዝያዊ ምምሕዳር ትግራይ ምስ ቆመ ብሓንሳብ ዝረእናዮም ለውጥታት ኣለው ብሓደ ግዜ በቃ እታ ስልጣን ምስ ተታሕዘት መቸም ኣብ ናህና ኣካይዳ ብጣዕሚ ከም ናይ ውድብ መለለይ ባህሪ ገይርካ ዝውሰዱ ነገራት ኣለው። ዝኾነ ይኹን ዓይነት ውሳነ ክውሰን እንተሎ ሓበራዊ ውሳነ ኢና ንኽተል። ኩሉ ነናይ ባዕሉ ሓላፍነት ኣለው። ብውልቂ ዝሕተተሉ ናይ ውልቁ ሓላፍነት ኣለው። ናይ ሓባር ውሳነ ዝውሰነሉ ድማ ብሓባር ኣሎ። ስራሕ ፈፃሚ ኣሎ፣ ማእኸላይ ኮሚቴ ኣሎ፣ ከም ውድብ እናተማኸረ እንዳተረዳደኣ ኣብ ናይ ኣብዝሓ ውሳነ እንዳተመስረተ እዩ ስራሕቱ ዝመርሕ። ጌታቸው ስልጣን ምስ ሓዘ ዝገበሮ ግን እዚ ኣይኮነን። ብቐጥታ ካብ ናይ ማእኸላይ ኮሚቴ ይኹን ካብ ናይ ብውሕድ ስራሕ ፈፃሚ መብዛሕትኡ ናይ ካድረታትን ላዕለዎት ኣመራርሓ ሽመታትን ኣብ ምሃብ ካብ ማእኸላይ ኮሚቴ ወፃእ ዝኾኑ ብፍላይ ብስራሕ ፈፃሚ እዩ ዝካየድ። ካብ ናይ ስራሕ ፈፃሚ ኣፍልጦ ወፃኢ ስጉምቲ ምውሳድ ጀሚሩ። ቤት ፍርዲ ቀይርዎ፣ ፀረ ሙስና ቀይርዎ፣ ዋና ኦዲተር ቀይሩ፣ ፍትሒ ኣካላት ክቆፃፀር ጀሚሩ፣ ፖሊስ ቀይሩ፣ ሓለፍቲ ማለት እዩ። እንታይ እዩ ዝግበር ዘሎ? ንምንታይ ስልጣን ምስ ሓዘ ብቐጥታ ናይ ፍትሒ ኣካላት ናይ ፍትሕን ፀጥታን ኣካላት ምቁፅፃር ደልዩ? እዚ ተመኻኺርካ ዝግበር ብናይ ሓባር ውሳነ ብናይ ስራሕ ፈፃሚ ውሳነ ዝግበር እዩ ነይሩ። እዚ ነገር እዚ ምስ ፈፀሙ ዋእ ትጋገ ኣለኻ፣ እዚ ኣካይዳ እዚ ነቲ ናይ ውድብ ኣካይዳ ዝጥሕስ እዩ፣ እንታይ ናብ ከምዙይ ዝመሰለ ዘጓዪ ነገር ኣለካ ዝብል ቀሪብሉ እዩ ሽዑ እውን ማለት እዩ። ግን ይህንደድ እዩ ዘሎ ሽዑ። ካብ ናይ ውድብ ክስታይ ወጺኻ ብውልቅኻ ዝመሰለካ ነገር ናይ ምግባር ምንቅስቃስ እዚ ብውልቁ ነዊሕ ርሕቀት ንክኸድ ኢሉ ኣይኮነን ብድሕሪቱ ዘሎ ብልጽግና እዩ። ነቲ ውድብ እናርሐቀ ብልጽግና ዝለኣኾ ንክፍጽም እዩ። በቃ ዝቆጻጸሮ የብሉ ጥቅኡ ካሊእ የብሉ ከምድላዩ ንክገብር ዕድል ንክረክብ እዩ። እቲ ምንቅስቓስ ተጀሚሩ ማለት እዩ። ዝኾነ ኮይኑ እናተቓለስና ብውሽጥኻ እውን ካልኦት ዓበይቲ ክፍትሑ ዝግብኦም ጉዳያት ስለዘለዉ ናይቲ ህዝቢ ፀገማት ኣብኣቶም እውን ትኹረት ክንገብር ኣለና ብዝብል ስራሕቲ እናተኻየደ ፀኒሑ እዩ። ተፋላላይ ግን እናሰፍሐ እዩ ከይዱ እናሰፍሐ ከይዱ ኣፋፃፅማ ስምምዕ ፕሪቶርያ ብዛዕባ ናይ ተመዛበልቲ ወገናትና ናብ መረበቶም ምምላስ፣ ኣብ ትሕቲ ወረርቲ ዘለዉ ግዝኣታት ካብ በቲ ስምምዕ ፕሪቶርያ መሰረት ካብ ናይ መከላኸሊ ሓይሊ ወፃእ ዘሎ ኩሉ ነፃ ናይ ምግባር እቲ ካብኡ ወፃእ ዘሎ ዕጡቕ ናይ ምውፃእ ሓላፍነት ናይ መንግስቲ ኢትዮጵያ እዩ ዝብል ንሱታት ክፍፀም እዚታት ሕቶታት ክለዓል እንተሎ በቃ ንስኻትኩም ካብ ቀደሙ ውን ስምምዕ ፕሪቶርያ ስለ ዘይተቐበልኩሞ፣ ንሰላም ስለ ዘይትቕበሉ፣ ደለይቲ ኹናት ስለ ዝኾንኩም ዝብል ታርጋ እዩ ዝልጠፈልካ። ከምኡ ዝመሰለ ክሪቲካል ነገራት ክተልዕል ኣይትኽእልን። ናይ ስምምዕ ፕሪቶርያ መሰረት ተገይሩ ንምኻድ እዚ እዚ ክንሰርሕ ኣለና ክትብል ኣይትኽእልን። ናይ IDP ምምላስ ዝምልከት በቃ ክንመልሶም ሕራይ ተሰማሚዖም ኣለው እዮም ክምለሱ እዮም ክምለሱ እዮም ቁርፅ ዝበለ ነገር እንዶ ንግበር ናብ ጭቡጥ ነገር ይእተው ከመይ ኢሎም እዮም ክምለሱ እንታይ እንታይ እዩ ክግበር ብኣና ወገን እንታይ ክንሰርሕ ፌደራል መንግስቲ እንታይ እዩ ክሰርሕ ክምለሱ እዮም ክምለሱ እዮም ስለተባሃለ ኣይምለሱን ንክምለሱ ዝገብር ትልሚ ክህልወና ኣለዎ፣ ምርድዳእ ክንበጽሕ ኣለና፣ ናብ ጭቡጥ ነገር ክንኣቱ ኣለና ኢልካ ጽቕጥ ኣቢልካ እንተሒዝካ ኮይንካ ገፍገፍ እዩ በቃ። ሓደ ግዜ ክሳብ ምንም ምድላው ከይተገበረ በቃ ምሉእ ንምሉእ እቲ ብልጽግና ስርዓት ብዝደልዮ መንገዲ ተመዛበልቲ ወገናትና ስቕ ኢሎም ናብቲ ቀታሊኦም ንክኣትዉ፣ ምንም ዓይነት ናይ ጽጥታ ውሕስና ብዘይብሉ፣ ሓቢሮሞም ክኸዱ ዝግበኦም ምልሻ ይኹኑ ካልኦት ናይ ባዕሎም ዘይብሉ ክምለሱ ዝገብር ስምምዕ ተገይሩ መጺኡ ዋእ ትኽክል ኣይኮነን ተባሂሉ ተነጺጉ። ኣብ ሰራዊት እውን ከምኡ ቀሪቡ ብተመሳሳሊ ኣብ ሰራዊት እውን ነጺጎሞ። እንታይ እዩ ዝግበር ዘሎ ዝብል ማለት እዩ። ስለዚ በብግዚኡ ንናይ ህዝቢ ትግራይ ረብሓ ማእኸል ገይርካ ኣብ ክንዲ ምኻድ፣ በቃ ብልፅግና ዝለኣኾም ዝፍፅሙ ዓይነት እናኾኑ እዮም ከይዶም። እዚ እናበኣሰ እናበኣሰ ከይዱ ብፍላይ ኣጋ ደሓር ዝመፀ ነገር እንተሪእና ኮይንና ጭራሽ በቃ ንግዝያዊ ምምሕዳር ትግራይ ዝፍፅሞም መደባት ነቲ ናይ ህዝቢ ትግራይ ረብሓ ምግባር ዝበሃል ንጎኒ ተገዲፉ ከበድቲ ዝኾኑ ጥልመታት ምርኣይ ዝጀመርናሉ ኩነታት ተፈጢሩ ማለት እዩ። ከበድቲ ዝኾኑ ጥልመታት ብብዙሕ ምጽራይ ኣብ ናይ ወፍሪ ኣሉላን ድሕሪኡን ካብ ዝነበሩ ናይ ኢትዮጵያ መከላኸሊ ሰራዊት ኣባላት ዝነበሩ ኣብ ልዕሊ ህዝቢ ትግራይ ብጣዕሚ ብዙሕ ግፍዒ ዝፈጸሙ ብጣዕሚ ብዙሕ ግፍዒ ዝፈጸሙ ሰፊሕ ዝኾነ ናይ ምጽራይ ስራሕቲ ተኻይዱ ብዙሕ ዶክሜንት ተረኺቡ ብቃልን ብዝተፈላለዩ መንገድን ምስክርነታት ተዋሂቡ ተለልዮም ተታሒዞም ዝነበሩ ኣብቲ ናይ ህዝቢ ትግራይ ዝተፈፀመ ጀኖሳይድ ብቀጥታ ተሳተፍቲ ዝነበሩ ነዚኣቶም ኣምሊቕካ ክሳዕ ምስዳድ ከቢድ ከቢድ ዝኾነ ገበን ኣብ ልዕሊ ህዝቢ ትግራይ ዝተፈፀመሉ ኩነታት ማለት እዩ። ኣብ ትግራይ ዝነበረ ኣብ ከምታይ ዓይነት ኩናት ከም ዝተኻየደ ከርኢ ዝኽእል ብተግባር ፍቐድኡ ዝተቓፀላን ዝተገልበጣን ታንክታትን መኻይንን ገለመለን ፍቐድኡ ነይረን መዓት ሓፂናት እዩ ነይሩ ኣብ ትግራይ መዓት መዳፍዕ ተቓፀለን ገለን እዚ ብትልሚ ብዲዛይን ሓንቲ ሓፂን ከም ዘይትተርፍ ኣብ ትግራይ እዩ ተገይሩ ሓንቲ ሓፂን ወፍሪ ኣሉላ ተኸይድሎ ዘሎ ቦታ ማንም ሰብ ከይዱ ይርኣዮ ሕዚ ኣብ ጽባሕ ወፍሪ ኣሉላ ዝተላዕለ ፊልምታትን ሕዚ ከድካ ክትሪኦ ከለኻ ወፍሪ ኣሉላ ዝተኻየደሉ ሸውዓተ ሕጉምን ካሊእ ናይ ውግእ ቦታታትን ንምልክት እኳ ሓንቲ ነገር ኣይትረክብ ኣይትርእን ማለት እዩ ኮነ ኢልካ ዝተገበረ እዩ ብዙሕ ጥልመታት እዩ ተፈጺሙ። ዝኾነ ኾይኑ እቲ ግዝያዊ ምምሕዳር ትግራይ ናይ ህዝቢ ትግራይ ረብሓ ዘረጋግፅ ግዝያዊ ምምሕዳር ትግራይ ምዃኑ ተሪፉ ምሉእ ንምሉእ ናይ ብልፅግና ልኡኽ ኮይኑ ዝሰርሐሉ ኹነታት እዩ እናተፈጠረ ከይዱ ማለት እዩ። ስለዚ ከምዚ እናረኣየ ምስ ከደ እቲ ውድብ ናብ ቃልሲ ይኣትው። እዚ ጉጅለ እዚ መጀመርያ ውሽጥና ሰፋሕቲ ቃልስታት ተኻይዶም ትኽክል ዘይኮኑ ነገራት በብግዚኡ እንዳተገምገመ ትኽክል ዘይምዃኖም ንምርኣይ ብዙሕ ፃዕሪ ተኻይዱ። ማዕረ ክሳዕ ክልተ ወርሒ ከባቢ ዝወደኣልና ናይ ውሽጢ ቃልሲ እውን ኣካይድና። ከምኡ ኢልካ ምዕራይ ደኾን ይከኣል ይኸውን ብዝብል ማለት እዩ። በዚ መንገዲ እዚ ብዙሕ ፃዕሪ ተኻይዱ። ክንዲ እናተመሓየሸ ዝኸይድ ግን እንዳበኣሰ፣ ዝበለፀ እቲ ውግንና ናይቲ ብልፅግና ስርዓትን ናይ ህዝቢ ትግራይ ክሕደትን ብስፍሓት ዝተረኣየሉ ኩነታት ተፈጢሩ ማለት እዩ። እዚ ማለት ኣብ ቅድሚ ህዝቢ ትግራይ ዝግበር ነገር ስለዝኾነ ኣብ ውሽጥና ጥራሕ እቲ ቃልሲ ተኻይዱ ማለት ኣይኮነን። መላእ ህዝቢ ትግራይ ዝከታተሎ ነገር እዩ ነይሩ። ስለዚ ብስፍሓት እቲ ህዝቢ ዝሳተፈሎም መድረኻት ዝተኻየድሉ ኩነታት እዩ ነይሩ ማለት እዩ። ኣብቶም ህዝቢ ዝተኻየዱ መድረኻት ዘልዓልኩሞ እቲ ጉጅለ እዚ ንምቅላዕ ዝተኻየደ መድረኽ ብፍላይ ድሕሪ ክልተ ሽሕን ዓሰርተ ሸውዓተን መጀመርያ ኣትሒዙ ዘካየድናዮም ናይ ህዝቢ መድረኻት እዮም። ቅድሚኡ ኣብ ውሽጢ ሓደ ውድብ ኮይንካ ዝግበር ቃልሲ እዩ ነይሩ። ተፋላላይ ግልፂ እናኾነ እዩ ከይዱ። ፋይናሉ ሓደ ኮይንካ ምግዳል ዘይከኣል ምዃኑ፣ ናይ ኣባላት ናይ ሓደ ውድብ ክንከውን ከም ዘይንኽእል፣ ናይ ዕላማን ናይ ኣሰላልፋን ኣፋላላይ ከም ዘለና ብጣዕሚ ግልፂ እናኾነ እዩ መፂኡ። መዛዘሚኡ ድማ ጉባኤና እዩ ኮይኑ። ኣብ መበል ዓሰርተ ኣርባዕተ ውድባዊ ጉባኤ እቲ ሓደ ጉጅለ ናብ ጉባኤ ክኣቱ ኣይከኣለን። እቲ ካሊእ ነቲ ቃልሲ ዝቕፅል ሓይሊ ግን ንህወሓት ኣድሒኑ ቃልሱ ዝቐፀለሉ ኩነታት ተፈጢሩ ማለት እዩ። ካብ ጽባሕ ጉባኤ ጀሚሩ ግን ናይ መበል ዓሰርተ ኣርባዕተ ውድባዊ ጉባኤ ንብሎ ኣብ ክረምቲ ክልተ ሽሕን ዓሰርተ ሽዱሽተን ዝተኻየደ ካብኡ ንጽባሒቱ ጀሚሩ ግን እቲ ከሓዲ ጉጅለ ብሄራዊ ጥልመት ዝፈጸመ ጉጅለ ንብሎ ካብ ውድብ'ውን ወጺኡ'ዩ ግዝያዊ ምምሕዳር ትግራይ ተቖፃፂሩ ዘሎ እቲ ሓይሊ ንሱ እዩ። ስለዚ ግዝያዊ ምምሕዳር ትግራይ ብስምምዕ ፕሪቶርያ መሰረት ህወሓት እዩ ክቆፃፀሮ ዘለዎ። እቲ ሓምሳ ክድመሩ ሓደ ዝብል ድምፂ ናብ ህወሓት እዩ ክምለስ ዘለዎ። እቲ ከምኡ ዝመሰለ ሓይሊ ንህወሓት ኣይውክልን ዝብል ምንቅስቓስ ተጀሚሩ ማለት እዩ። ኣብዚ እዩ እቲ ሰፊሕ ዝኾነ ናይ ህዝቢ ቃልሲ ተኻይዱ። እቲ ፅግዕተኛ ጉጅለ ዘካየዶም ክሕደታት ኣብ ኣዲስ ኣበባ ከይዱ ብዝተፈላለየ መልክዕ ኣብ መድረኻት ዘቕርቦም ዝነበረ ነገራት እዚ ኩሉ ሽዑ በብግዚኡ ምስ ህዝብና ንማየጠሉ ነይርና። ብፍላይ ብጣዕሚ ግልፂ ዝኾነ ክሕደታት ፈፂሙ ኣብ ኣዲስ ኣበባ ምስ መፀ በቃ እዚ ከምዙይ ዝመሰለ ጉጅለ ሰፊሕ ዝኾነ ናይ ህዝቢ ምንቅስቓስ ኣካይድና ካብ ስልጣኑ ክእለ ክንገብር ኣለና። እቲ ግዝያዊ ምምሕዳር ትግራይ በዓል ዋንኡ እዩ ክሕዞ ዘለዎ። ንሕወሓት ኣይውክሉን እዚኣቶም። ካብ ሕወሓት ዝወፁ እዮም። ካብ ሕወሓት ወፃእ ኮይኖም ድማ ግዝያዊ ምምሕዳር ትግራይ ክቆፃፀርዎ ኣይኽእሉን ብዝብል ዝካየዱ ህዝባዊ ምንቅስቓሳት ነይሮም። ዝዓበየ እዚ ወፍሪ እምቢታ ንብሎ ማለት እዩ። እምቢ ንምልኪ ኣይንግዛእን ዝበልናሉ፣ ንብሄራዊ ክሕደት ንዝፈፀመ እምቢ ዝበለሉ ህዝቢ ትግራይ ማለት እዩ። በዚ መልክዕ እዚ እቲ ህዝቢ ኣብ ጎኒ ህወሓት ኮይኑ ብጣዕሚ ሰፊሕ ዝኾነ ቃልሲ ኣካይዱ። በዚ መንገዲ እዚ ህዝቢ ትግራይ መሰላቱ ኣሕሊፉ ክህብ ከም ዘይኽእል፣ ማንም ክረግፆን ክገዝኦን ከም ዘይኽእል፣ መሳርሒ ጀኖሳይደርስ ዝኾነ ፖለቲካዊ ስልጣን ሒዙ ንህዝቢ ትግራይ ከመሓድር ከም ዘይኽእል፣ ብዝኾነ ይኹን መንገዲ ኣብ ትግራይ ውልቀ መላኺ ምክበቁል ከምዘይኽእል ብተግባር የርእዩ ህዝቢ ትግራይ ኣይግዛእን እምቢ ኢሉ እዩ ኣብይ ኣይግዛእን እምቢ ኢሉ እዩ ኢልዎ እቲ ብሄራዊ ክሕደት ዝፈፀመ ጉጅለ ማለት እዩ ህዝቢ ብዘካየዶ ቃልሲ ያው ትግራይ ሙሉእ ብሙሉእ እቲ ናይ ህዝቢ ቃልሲ ናብ ዝለዓለ ብርኪ ምስ በፅሐ ያው እቲ ናይ ህዝቢ ቃልሲ ክጻወርዎ ስለ ዘይከኣሉ ተሓጢጦም ናብቲ ደምቢኦም ተሓዊሶም ማለት እዩ። ናብ ደምቢኦም ዝኸዱ ናይ ህዝቢ ትግራይ ቃልሲ ከብሎም ስለ ዘይከኣለ እዩ። ኣብ ውሽጢ ትግራይ ኮይኖም ፖለቲካዊ ኣፈላላዮም ሒዞም ክቃለሱ ኣይኮኑን መሪጾም። ቀደሙ እውን ተለኣኣኺ ናይቲ ስርዓት ብልጽግና ስለ ዝነበሩ ኣብዚ ኮይኖም ናይ ብልጽግና ልኡኽ ክፍጽሙ ከም ዘይኽእሉ ብተግባር እናረኣዩ ምስ ከዱ፣ ያው ናብ ደምቢኦም ከይዶም ማለት እዩ ሕጥጥ ኢሎም እዮም ከይዶም ኣብ ሓፂር ግዜ ካብኡ ንድሕሪት እቲ ግዝያዊ ምምሕዳር ትግራይ ካሊእ መልክዕ ሒዙ ደጊም ደጊሙ እንደገና ዝተወደበሉ ኩነታት ተፈጢሩ ማለት እዩ ድሕሪ ክልተ ዓመት ናይ ግዝያዊ ምሕዳር ትግራይ ቀፂሉ ዝመፀ ናይ ብፕረዚደንት ጀነራል ታደሰ ወረደ ዝምራሕ ግዝያዊ ምሕዳር ትግራይ ፕረዚደንት ጀነራል ታደሰ ይኹነልና ዝብል ህወሓት ክሓትት እንተሎ እውን ናይ ባዕሉ ታሪኽ ኣለዎ። ህወሓት ሓምሳ ክድመሮ ሓደ ግዝያዊ ምሕዳር ትግራይ ኣብ ትሕቲ ህወሓት ይኸውን እቲ ካብኡ ወፃኢ ዘሎ ከባቢ ኣርብዓን ትሽዓተን ፐርሰንት ወይ ኣርብዓን ሸሞንተን ፐርሰንት ካብኡ ንድሕሪት ዘሎ ግን ዝተፈላለዩ ኣካላት ይሕዝዎ ዝብል ስምምዕ ክግበር እንተሎ ፕረዚደንት ወሲኹ እያ ትብል እታ ስምምዕ። ፕረዚደንትነት እውን ናይ ትግራይ ናይ ትግራይ ፕረዚደንትነት ኮይኑ ተደሚሩ ግን ሓምሳ ክድመሩ ሓደ ትኸውን እያ ትብል እታ ኣብ ኮንፈረንስ ዝተሰማማዕናላ ከም ተጋሩ ዝተሰማማዕናላ ጉዳይ ማለት እዩ። ስለዚ ጌታቸው ረዳ ንሕወሓት ስለ ዘይውክል ካብ ፕረዚደንትነት ክወርድ ቃልሲ ተኻይዱ ምስ ወረደ ሕወሓት እዩ ፕረዚደንት ክኸውን ዘለዎ ማለት እዩ። ሽዑ እውን ፕረዚደንት ንክኸውን ሕወሓት ዝምቹ ኩነታት ኣይነበረን። ብዝተፈላለየ መልክዕ በቃ ሕወሓት ፕረዚደንት ንከይኸውን ጸቕጥታት ዝፍጠረሉ ኩነታት ነይሩ። ብብልጽግና እውን ብብልጽግና ስርዓት ኣብዚ እውን ኣብ ውሽጢ ትግራይ እውን ኣብ ውሽጢ ትግራይ እውን ያው ትግራይ ህወሓት ባዕሎም ስልጣን እንተዘይሒዞም ካሊእ ክመርሕ ዘለዎ ገይሮም ኣይወስዱን። ከሰጋግረና ዝኽእል ሓይሊ ክንዲ ዝገብሩ በቃ ባዕሎም ጥራሕ እዮም ክሕዝዋ ዝደልዩ ዝብል ብጣዕሚ ሰፊሕ ወፍሪ እዩ ነይሩ። ንሕና ድማ ናይ መኸተ ዓቕምታት ኮይንና ብሓባር ክንቃለስ ኢና ንደሊ። ፖለቲካዊ ስልጣን ይኹን ሓደ ፖለቲካዊ ፓርቲ ዕላምኡ ከፈፅም እንተኾይኑ ፖለቲካዊ ስልጣን ክሕዝ ኣለዎ። እሱ ምንም ኣብ ሕቶ ዝኣቱ ነገር ኣይኮነን። ፕረዚደንት ምዃን ዘይምዃን ዝምልከት ክንርኢ ተለና ግን እሱ እውን ተማይጥና ደሓን ህወሓት ፕረዚደንት ይኹን ካብ ንብል ሕዚ ካብ መኽና ከም ናይ መኸተ ሓይሊ ከሳግረና ዝኽእል ሓይሊ እንተገበርና ፅቡቕ ዝብል ኣብ ውሽጢ ማእኸላይ ኮሚቴ እንደገና ስምምዕ ተገይሩ ንከምዚ ዝመሰለ ነገር ልኡኽ ሓቢሩና ክሰርሕ ዝኽእል ክጋደል ዝኽእል ናይ ግዜያዊ ምሕዳር ትግራይ ሓላፍነት ሒዙ ናብ ብህዝቢ ዝተመረፀ መንግስቲ ከሰጋግረና ዝኽእል ጀነራል ታደሰ እንተኾነ ይሓይሽ ብዝብል ኢና ኣቕሪብናዮ ከምኡ ብምግባር እቲ ተደራዳሪና እውንስ ንክቕበሎ እውን ድልየት ስለ ዝነበረና ማለት እዩ እንደገና ህወሓት ዝኾነ ኣካል ወሲድካ ፕረዚደንት ይኹን ኣይቀበሎን ናብ ከምዚ ነገር ክንኣቱ ኣይደለናን። ዘይሩ ዘይሩ ብሓጺር ግዜ ናብታ ብህዝቢ ዝተመረጸት መንግስቲ ክንሰግር ንደሊ ስለ ዝነበርና ጀነራል ታደሰ ይኹን ኢልና ንሓደ ዓመት ጀነራል ታደሰ ናይ ግዝያዊ ምምሕዳር ትግራይ ፕረዚደንት ኮይኑ ቀጺሉ እዩ። ጀነራል ታደሰ ናይ ግዝያዊ ምምሕዳር ትግራይ ኮይኑ ቀጺሉ። ያው ካብቲ ቅድሚኡ ዝነበረ ይሓይሽ ግን እዋን ናይ ሓደ ዓመት ፃንሒት ናይ ፕረዚደንት ኾይኑ ዝፀንሐሉ ጀነራል ታደሰ ሪኢና እንተሪኢና ኾይንና ውን እቶም ልኡኻት ኣብ እዋን ግዝያዊ ምምሕዳር ክፍፀሙ ኣለዎም ዝተባህሉ ልኡኻት ክፍፀሙ ኣይከኣሉ ልዕሊ ኹሉ ልዕሊ ኹሉ እቲ ካብ መረበቱ ተፈናቒሉ ዘሎ ህዝብና ናብ መረበቱ ክምለስ ናይ ምግባር ኣብ ስደት ኣብ ዝተፈላለዩ መዕቆቢ ማእኸላት ዘሎ ህዝብና ናብ መረበቱ ክምለስ ናይ ምግባር ጉዳይ ኣብ ትሕቲ ወረርቲ ኮይኑ በብመዓልቱ ብሄራዊ መንነቱ ክቕይር ከቢድ ዝኾነ ተፅዕኖ ግፍዕታት ዝበፅሖ ዝእሰር ዝቕተል ዘሎ ኣብ ምዕራብ ትግራይ ዝነብር ዘሎ ህዝብና በቲ ዝድለ በቲ ዝድለ ቅልጣፈ ናብ መረበቱ ንክምለስ ዓብዪ ሃንቀውታን ድልየትን ኣብ ኩልና ኣሎ። ኣብ እዋን ግዝያዊ ምሕዳር ትግራይ ኣብ ናይ ጀነራል ታደሰ ዝነበረሉ እውን እዚ ክድፋእ ኣይከኣለን ክድፋእ ኣይከኣለን። ኣብ ጸለምቲ ዝነበረ ኣተኣታትዋ ካብ ንሕና እውን በዚ መንገዲ እዚ እዮም ክምለሱ እንዳበልና፣ የለን ከምዚ ኢልኩም ኢኹም ክትኣትዉ ዘለኩም እንዳተባህል እንዳተሃላለኽካ ካብ ዝጽናሕ፣ እስቲ ደሓን ገለ ገሊኡስ ኮምፕሮማይዝ ጌርና፣ ገለ ገሊኡስ ብ ደሓን ዋላ ይኹን ዓይነት ኢልና፣ ናብ መረበቱ እቲ ህዝቢ ክኣቱ እንተኽኢሉ ኮይኑ በቲ መንገዲ ንሱ እስቲ ንመኩሮ ኢልና፣ ናይ ጸለምቲ ኣተኣታትዋ ያው እቲ ዝንፈልጦ እዩ ማለት እዩ። ኣትዩ እቲ ህዝቢ ናብ ምንታይ እዩ ኣትዩ? ናብ ቀተልቱ። ክንደይ ግፍዒ በጽሖ ኣሎ ሕዝቢ? ብዙሕ ሽግርን መከራን ይሓልፍ ኣሎ ሕዚ ውን ፀለምት ይኹን ምዕራብ ትግራይ ሓደ እዩ ሕዚ ማለት እዩ ስለዚ እቲ ቀንዲ ነገር ናይ ግዝያዊ ምምሕዳር ትግራይ ልኡኽ እዚ ካብ መረበቱ ዝተፈናቐለን ዝተሰደደን ህዝብና ናብ ቦትኡ ክምለስ ናይ ምግባርን በቢ መዓልቱ ኣብ ትሕቲ ወረርቲ ኮይኑ ዝሳቐ ዘሎ ህዝብና ካብዚ ስቓይን መከራን እዚ ክናገፍ ናይ ምግባርን ስራሕ ክሳኻዕ ኣይከኣለን። ካብኡ ሓሊፉ ህዝቢ ትግራይ ከቢድ ሽግራት ኣለዎ። ናይ ዝተፈላለዩ ናይ ሕውየት ስራሕትታት ክካየድ ይግባእ ነይሩ። እሱ እውን ኣይተፈፀመን። ኣይተፈፀመን። ሕሉፍ ሓሊፉ ካብ ጥቅምቲ ክልተ ሽሕን ዓሰርተ ሸሞንተን ጀሚሩ ድማ ጠቕላላ ናይ መንግስቲ በጀት እውን ደው ኢሉ። ናይ መንግስቲ በጀት ደው ኢሉ መንግስቲ ሰራሕተኛ ደሞዙ ክረክብ ኣይከኣለን። ነዳዲ ከይኣቱ ናብ ትግራይ ተኸልኪሉ። መሰረታዊ ሸቐጣት ናብ ትግራይ ክኣቱ ኣይከኣለን። ናብ ካሊእ ዙር ዕፅዋ ዝኣተናሉ ኩነታት ተፈጢሩ እኒሀ ማለት እዩ። ነዚ ኩነታት እዚ ክኣለ ኣይከኣለን ናይ ፕረዚደንት ጀነራል ታደሰ እውን ማለት እዩ። ብዝኾነ እቲ ናይ ግዝያዊ ምምሕዳር እዋን ስምምዕ ፕሪቶርያ ዝተጣሕሰሉ ብዝተፈላለየ መንገዲ ዝግለፅ ማለት እዩ። እቲ ክፍፅሞ ተባሂሉ ዝተቐመጠ ዕማማት ከይተፈፀመ ክልተ ዓመት ብጌታቸው እንዳተመርሐ ሓደ ዓመት ብፕረዚደንት ብጀነራል ታደሰ እንዳተመርሐ ግዝያዊ ምምሕዳር ትግራይ ሰለስተ ዓመት ሙሉእ ኣብ ትግራይ ናይ ታሕሚስ ዓመታት ሰለስተ ዓመት ኣብ ከክንዲ ካብ ኩናት ህዝቢ ክሓውን ካልኦት ፀገማቱን ሕቶታቱን ክምለሰሉ ዝኽእል እናተሓመሰ ሰለስተ ዓመት ሙሉእ ዝፀንሐሉ ኩነታት እዩ ተፈጢሩ ማለት እዩ። መጨረሽትኡ እውን እዚ ናይ ግዝያዊ ምምሕዳር ትግራይ ያው ግዚኡ ኣኺሉ እንዳሃለወ ብዘየግባብ ህወሓት ምንም በቃ የእትወካን ዓይነት ተባሂሉ ንህወሓት ማለት እዩ እንደገና ንዝቕፅል ዓመት ግዚያዊ ምሕዳር ትግራይ ክቕፅል ዝተወሰነሉ ኩነታት ሪኢና ማለት እዩ ኣብዚ ዝሓለፈ መጋቢት። ስለዚ እዚ ናይ ግዚያዊ ምምሕዳር ትግራይ ኩነታት እንትርኢ እንተለና ደሚርካ እንትረእ ሓደ ነገሩ ሙሉእ ኣይኮነን ግን ብንፅፅር ተኹሲ ጠጠው ዝበለሉ እዋን ኢና ዘለና ምባል ይከኣል። ነቲ ሰለስቲኡ ዓመት ማለት እዩ። ደሓር ደሓር እቲ ተኹሲ ጠጠው ምባል እውን እናተጣሓሰ እዩ መፂኡ። ብፍላይ ኣብ ክልተ ሽሕን ዓሰርተ ሸሞንተን እንተሪእና ኮይንና ብዝተፈላለየ መንገዲ እቲ ተኹሲ ጠጠው ምባል ዝበሃል ነገር እውን ተጣሒሱ እዩ። ብድሮን ተደብዲብና ኢና፣ መዳፍዕ ተተኲሱና እዩ፣ እቲ ተኹሲ ጠጠው ምባል ዝበሃል ነገር እውንስ ናብ ሙሉእ ውግእ ኢና ዘይኣተና ኮይንና እምበር ተጣሒሱ እዩ እቲ ተኹሲ ጠጠው ምባል ዝበሃል ነገር እውን ማለት እዩ ሙሉእ ብሙሉእ ድሮናት ኣብ ዝባንና እየን ኩሉ ግዜ ኩሉ ግዜ ኣብ ትሕቲ ናይ ድሮናት ስለላ ኢና ኩለን ከተማታት ትግራይ ኩለን ኩሉ ከባብታት ትግራይ ማለት እዩ ስለዚ ኣብ ስምምዕ ፕሪቶርያ ዝተቐመጠ ነገር ኩሉ ተጣሒሱ እዩ። ተጣሒሱ እታ ተኹሲ ትበሃል ነገር እታ ተኹሲ ደው ምባል ትበሃል ነገር እውንስ ናብ ሙሉእ ኹናት ኢና ዘይኣተና ኮይንና እምበር ዝተጠሓሰሉ ኩነታት ኢና ንርኢ ማለት እዩ። ካብኡ ዝተረፈ ግን ናይ ህዝቢ ትግራይ ህልውና ብምርግጋፅ ኣንፃር እንተሪኢናዮ ኮይንና እዚ ናይ ዝሓለፈ እዋን ናይ ግዝያዊ ምሕዳር ትግራይ ዝዘነበረሉ ግዜ እንተሪኢና ኮይንና ናይ ህዝቢ ትግራይ ፅንተት ብሰላሕታ ዝቐፀለሉ ግዜ እዩ። ተኹሲ ኣብ ዝበዝሕ ከባቢ ጠጠው ኢሉ ግን እቲ ህዝቢ ትግራይ ናይ ምጥፋእ ጀኖሳይድ ግን ቀፂሉ ህዝብና ሕዚ እውን ይመውት ኣሎ ኣብ ብፍላይ ኣብ ናይ ተፈናቐልቲ ተመዛበልቲ ወገናትና ዘሎ መዕቆቢ ማእኸላት በብመዓልቱ ሬሳ ይወፅእ ኣሎ ኣብ ከቢድ ሕማም ዘሎ ብጣዕሚ ብዙሕ እዩ ቆልዑት ክመሃሩ ኣይከኣሉን ብጣዕሚ ዝተመሰቐለ ናብራ እዩ ዝነብር ዘሎ እቲ ካሊእ ህዝብና እውን ተመሳሳሊ ኣብ ከቢድ ሽግርን መከራን እዩ ዝነብር ዘሎ ህዝብና ማለት እዩ ስለዚ ህዝቢ ትግራይ ዝነበረ ትፅቢት ካሊእ ስምምዕ ፕሪቶርያ ምስ ተፈረመ ድሕሪኡ ቀስ ብቀስ ናይ ምሕዋይ ስራሕቲ ክካየድ ካብ ሕውየት ካብ ምሕዋይ ጀሚሩ ናይ ዳግመ ህንፀት ስራሕቲ ክጅመር ህዝቢ ትግራይ ናብ ንቡር ሰላሙ ክመፅእ፣ ናብ ንቡር ህይወቱ ክምለስ፣ መሰላቱ ሙሉእ ንሙሉእ ክሕልወሉ ናብ ዝኽእል ደረጃ ድማ ብፖለቲካ ዲያሎግ ኣቢልካ ብክትዕ ብምይይጥ ህዝቢ ትግራይ ዝመሰሎ ውሳነ ንክውስን ዘኽእል መስርሕ ክጅመር እዩ ነይሩ እቲ ድልየት። ይኹን እምበር በዚ መንገዲ እዚ ክፍፀም ኣይከኣለን ማለት እዩ። ስለዚ እቲ ናይ ግዝያዊ ምምሕዳር ግዜና ደሚርና እንትንሪኦ እንተለና እታ ተኹሲ ጠጠው ምባል፣ እታ ዝሐሸት ክትበሃል ትከኣል ነገር ንሳ እያ ተረኺባ። ንሳ እውን ትጠሓሰ ኣላ። እቲ ካሊእ ኣብ ስምምዕ ፕሪቶርያ ስምምዕ ዝተገበረሉ ነገር ግን ዘይተፈፀመ ብምትራፉ ምኽንያት ህዝብና ኣብ ከቢድ ሽግርን ፅንተት ብሰላሕታ ብተደጋ በዚ መንገዲ እዚ ኢና ንገልፆ ኩሉ ግዜ ናይ ህዝቢ ትግራይ ፅንተት ብሰላሕታ ዝቕፅለሉ ኩነታት ከምዘሎ እየ ክገልፅ ዝደሊ።